ንምንታይ ትማሊ ኣፍቃሪኺ ምሳኺ ኮይኑ ዝሰርሖ ገዝኡን ገንዘቡን ኣቦኺ ዝኸሓዶ ዘይረኣኺ? ንምንታይ ገንዘብ ንኽትምልሲ ክትብሊ ኣፍቃሪኺ ንኽመውት ፈሪድክሉ? ሰላምታ ኣይረሳዕኹን ፍትዋት ተኸታተልተይ እንኳዕ ብሰላም መፃእኹም ንሎማዓልቲ ሒዘልኩም ዝመፃእኹ መደብ ድማ መደብ እንታይ ትመኽሩኒ ዝብል ሓንቲ ሓፍተይ ኣብ ኮሜንት ቅድሚ ዝተወሰነ መዓልታት ፅሒፋትለይ ቅድሚ ሽዱሽተ መዓልቲ ድማ ዝፖሰትኩዋ ቪድዮ ነይራ ብጣዕሚ ንብዙሕ ሰብ ልቢ ዝተንከፈትን ዘሕዘነትን ብዙሕ ሰብ ድማ ተመሳሳሊ ሕቶ ዝሓተታን በዓልቲ ዛንታ ስደተኛ ሄዋን ሓፍትና እያ። ሎማዓልቲ ልክዕ ከምቲ ኣብ መእተዊ ሰሚዕኹምዎ ዘለኹም ሕቶ ብዙሕ ሰብ ንዝሓተቶ ሕቶ ብድሕሪ እዛ ቪድዮ ፖስት ምስ ገበርኩዋ ዝጸሓፈትለይ ኮሜንት እላ ንኹላትኩም መልሲ ክትኮነኩምን ተስፋ ይገብር። ቅድሚኣ ግን ኩሉ ግዜ ተደጋጋሚ ዛንታታት ስለ ዝፕሱተልኩም ክትዳናገረኩም ወይ ክትረስዕዋ ትኽእሉ ኢኹም ወይ ድማ ዘይሰማዕኹምዋ ክትህልዉ ስለ ትኽእሉ እዛ ዛንታኣ ሕጽር ኣቢለሞ ከዕለኩም ብድሕሪኡ ናብ ዝመሊሳቶ ዘላ መልሲ ከብለኩም እየ ቀጺለ ከምቲ ኩሉ ግዜ ድማ ኩላትና ካባየ ጀሚሩ ኣብ ጎና ኮይና ንዓኣ ክጠቅም ዝኽእል ካብዚ ዘላቶ ጭንቂ ከውጽእ ዝኽእል ምኽርታትኩምን ድጋፍኩምን ኣይፈለያ ክብለኩም ይፈቱ ሕጽር ብዝበለ ናይዚ ሓፍትና ዛንታ መጀመርያ ኣዲኣ ብህጻና ከላ ትስእን እሞ ገና ጓል ሽዱሽተ ዓመት ከላ ስራሕ ገዛ ትጅምር ኣቦኣ ሰበይቲ ተመርዖ ተባሂሉ ተለሚኑ ኣይምርዖን ኢሉ ዋላ ይእበ ዋላ ምስኣ ይንበር ነገር ግን ከም ውላዱ ዘይኮነ ከም ሓንቲ ሰራሕተኝኡ ክሪኣ ይጅምር ይቕየራ ጓል ዓሰርተ ኣርባዕተ ዓመት ኮይና ኩሉ ነገር ምስ መረራ ምስ ተደራረባ ካብ ገዛ ወጽያ ትጠፍእ ሓደ ዓመት ድማ ኣብ ዓዲ እናሰርሐት ትጸንሕ ሓደ ዓመት ሙሉእ ጓሉ ካብ ገዛ ወፅያ ጠፊኣ ጓለይ ኣበየላ ኢሉ ኣቦኣ ስለዘይደለያ ስለዘይኣለሻ ተስፋ ቆሪፃ ናብ ስደት ናብ ዓዲ ዓረብ ጠለብ ተመዝጊባ ብጠለብ ናብ ዓዲ ዓረብ ትመፅእ ዓሰርተ ሓሙሽተ ቆልዑ ዘለዎ ገዛ ትኣቱ ምግቢ ምስራሕ ስለዝነበረ ሓይልዋ ዓመትን ገለ ኣዋርሕን ምስ ሰርሐት ሓሚማ ካብ ዓቕማ ንላዕሊ ይኸውን ትሽነፍ፣ እቶም ዓረባት ድማ ሓንቲ ጥዕና ዘለዋ ከምጽኡ ስለ ዝደለዩ ንሳ ተሸኒፋ ስለ ዝርኣይዋ ንዓኣ ናብ ዓዳ መሊሶም ካልእ ጥዕና ዘለዋ ሰራሕተኛ ለዊጦም የምጽኡ። ናብ ዓዳ ምስ ተመለሰት ኣቦኣ ተሞርዕዩ ሓዳር ገይሩ ወሊዱ ትረኽቦ። ብድሕሪኡ እቲ ዝሰደደትሉ ገንዘብ ድማ ገንዘበይ ኢላ ምስ ሓተተቶ ገንዘባ ከም ዘጣፍኦ ገንዘብ ዝበሃል ከም ዘይብላ ይነግራ። ብድሕሪኡ ኣቦኣ ሓደ ንሰበይቱ ማለት ንዓኣ ንሰበይቱ ኣቦኣ ሓደ ቤተሰባ ሓዳር ዝደልይ ብዕድመ ግን ብብዙሕ ዓመታት ዝበልጻ ወዲ ስለ ዝነበረ ንዕኡ ክነመርዐውኪ ይብልዋ እሞ ኣይምርዖን ኢላ ምስ ኣበየቶም ንሱን ሰበይቱን ኮይኖም ቀስማ ዝሰብር ቃላት ተዛሪቦም ከቢድ በደል ኣብ ልዕሊኣ የውርዱላ። ብድሕሪኡ በኽያ፣ ሓዚና፣ ሞራላ ተሰይሩ። ሓደ ኣብ ስዑዲ ዝነበረ ሓወቦኣ ስለ ዝነበረ፣ ናብዚ ሓወቦኣ ደዊላ ኩሉ ምስ ተዛረበቶ፣ ንዒ ክቕበለኪ ኢሉ ናብ ስዑዲ ይቕበላ። ኣብ ስዑዲ መጺኣ ስራሕ ትጅምር። ብድሕሪኡ እዚ ኣቦኣ ደዊሉ ብኣዲኣን ብኣብ በረኻ ዝተረፉ ብጾቱ ተጋደልትን ብኣኣቶም ብዕጽምቶምን ብደሞምን ምሒሉ ገንዘባ ደጊሙ ከምዘይኽሕዳ ይምሕለላ የእምና ኣሚናቶ ዕዳኣ ምስ ወደእት ገንዘባ ሰሰሪሓ ናብ ኣቦኣ ምልኣኽ ትጅምር ኣብ መንጎ ድማ ሓንቲ ቤተሰብ ከምኣ ዝበለ ብዙሕ ኣደራዕ ዝወረዶ ብሕማቕ ኣተዓባብያ ዝዓበየ ሓደ ደኽታም ወዲ ኣብ ስደት ኣብ ስዑድ ዓረብ ዝነብር ተላልያ ብድሕሪኡ ተላልዮም ተኣማሚኖም ተፋቒሮም ከምቲ ዝድለ ዓይነት ኣፍቃሪ ኮይኑላ። ክልቲኦም ደስተኛታት ኮይኖም ፍቕራዊ ህይወቶም እናቐጸሉ ከለዉ፣ ብጣዕሚ ስለ ዝኣምና፣ ተኽታም እውን ስለ ዝኾነ ገንዘቡ ሰሰሪሑ ናብ ኣቦኣ ክልእኮ ይጅምር። ንሳ እውን ናብ ኣቦኣ ትልእኮ። ኣቦኣ ድማ ናይ ክልቲኦም ገንዘብ ኣኪቡ መሬት ገዚኡ፣ ገንዘብ እናሰደዱ ገዛ የስርሐሎም። ገንዘብ እውን ኣኪቦም ገዝኦም ኣስሪሖም። ዓዲ ይኸዱ'ሞ፣ ዓዲ ምስ ከዱ ድማ ኣፍቃሪኣ ሽማግለ ልኢኹ ክምርዓዋ ስለ ዝደለየ ነቦኣ ትዛረቦ፣ ኣቦኣ ድማ ንኻልእ ክትምርዖ ከም ዘይብላ የጠንቅቓ፣ ግን ብሓሳቡ ክትስማዕማዕ ስለ ዘይከኣለት ዋላ ክፈትሖ እየ፣ ገዛይን እቲ ዝሰደልካ ዝነበርኩ ገንዘብን ሃበኒ ክምልሰሉ ምስ በለቶ፣ ንሱ ድማ ገዛን ገንዘብን ከም ዘይብላ ምሉእ ብምሉእ ይኽሕዳ። ኣፍቃሪኣ ድማ በቃ ኣጆኺ ሰሪሕና ክንቅይር ኢና ኢሉ ሒዙዋ ናብ ዓዱ ይወስዳ። ኣብ ዓዱ ካብ ቤተሰቡ ተለቂሑ ንእሽተይ ስራሕ ይኸፍቱ። ገዛ ተኻርዮም እውን ብዓቕሞም ሓዳሮም መስሪቶም ህይወቶም ይጅምሩ። ብድሕሪኡ ካብ ዕለታት ሓደ መዓልቲ ጥንሲ ከም ዘጋጠማ ከም ዝጠነሰት ትነግሮ'ሞ ንሱ ድማ ይቕየራ ይጸርፋ ጓል ዝኸሓድ እናበለ በቃ መረርቲ ቃላት ይዛረባ። ብድሕሪኡ ድሕሪ ሰለስተ ወርሒ ድማ ኣስድድዮ ኣይፈልጠክን ኣይትፈልጥንን ኢሉ ክተስድዶ ከም ዘለዋ ዋላ እናለመነቶ ክሰምዓ ኣይከኣለን። ኣብታ ተኻርየምዋ ዝነበሩ ገዛ ኸራይ ገንዘብ መኽፈል ገዛ ኸራይ ዘይብላ ትፈልጦ ሰብ ዘይብላ ኣብ ዘይትፈልጦ ዓዲ ኣቐሚጥዋ ይጠፍእ። ብድሕሪኡ ንሕዋቱ ትልምኖም እሞ ኣሕዋቱ ድማ ሓውና ዘይኮነኪ ንሕና ክንኮነኪ ኣይንኽእልን ኢሎም ኣስዲ ድየ ይብልዋ መማረፂ ስለ ዘይነበራ ኣስዲዳ ካብ ሞት ተሪፋ ብኽንደይ ፃዕሪ ናብ ስደት ትመፅእ ናብ ስዑዲ ኣብራጎ ትበፅሕ እሞ ኣብራጎ ፀኒሑ ድማ ይቅርታ ኢሉ ብሰባት ገይሩ ለሚኑ ሰባት ዓሪቆምዎም ተዓሪቆም ናብ ናይ ቀደም ፍቅራዊ ሂወቶም ይምለሱ ናብ ስዑዲ ኣትያ ሳውን ስርሓ ትጅምር ግን ከምቲ ቀደም ዘይኮነ ዋላ ተዓሪቆም ናብ ስዑዲ ምስ ኣተወት በቃ ክፀርፋ ኣቦኺ ገንዘብ ዝበልዕ እናበለ ከቋሽሻ ከብሽቃ ይጅምር ይቕየራ። ብድሕሪኡ ኮረና ሰዓት ስለ ዝነበረ ገንዘብ ሰሰሪሓ ወርሒ ወርሒ ንዓዲ ስለ ዘይሰደደቶ ሸሞንተ ሽሕ ሪያል ኣኪባ ንሓዋሊኣ ደዊላ ንዓ ገንዘብ ሓውለለይ ኢላ ትህቦ። እቲ ሓዋሊኣን ኣፍቃሪኣን ድማ ይፋለጡ ስለ ዝነበሩ እቲ ሓዋሊኣ ነፍቃሪኣ ሸሞንተ ሽሕ ሪያል ይህቦ። እዚ ኣፍቃሪኣ ድማ ከይዱ ቁማር ይጻወት እሞ ብቑማር ሸሞንተ ሽሕ ሪያል ይብላዕ። በኽያ ሓዚና ሱቕ ትብል። ብድሕሪኡ ግን ተታሒዙ ናብ እስር ቤት ይኣቱ። እዚ ኣፍቃሪኣ እሞ ካብ እስር ቤት ናብ ዓዲ ምስ ከደ ጦርነት ስለ ዝጸንሖ ናብ ምግዳል ይኸይድ። ድሕሪ ምግዳል ድማ ብሰላም ብህይወት ተሪፉ እንደገና መሊሱ ናብ ስደት ይምለስ እሞ ይቅርታ ኣነ እንኳዕ ደኣ ካብዚ ኩሉ ጸገማት ወጻኹ እምበር ደጊመ ኣይክሕደክን ኣይብድለክን ኣይጎድኣክን ይብላ እሞ በቃ እሺ ኢላ ኣብ ውሽጣ ሓያል ህልኽ ኣለዋ። ሓያል ሕርቀት ኣለዋ ኩሉ ነገር ኣብ ውሽጣ ጌራ ሕነ ክትፈዲ ስለ ዘለዋ ገንዘባ ክትምልስ ስለ ዝደለየት ጥራሕ ይቅረ ከም ዝገበረትሉ ጌራ ይቅረ ክብለልካ እንድሕር ድኣ ኮይነ ናብ ገጠር ከይድካ ስራሕ ትብሎ ንሱ ድማ ናብ ገጠር ከይዱ ስራሕ ይጅምር እናሰርሐ ድማ ሸውዓተ ሽሕ ርያል ናብኣ ይሰደላ እዘን ሸውዓተ ሽሕ ርያል ምስ ተቀበለት ብድሕሪኡ ነፍቃሪኣ ደዊሉ ክተልዕሎ ስለ ዘይከኣለት ኩሉ እቲ ሓቂ ትዛረቦ ሕነ ክትፈዲ ከም ዝኮነት ብድሕሪኡ ንዕኡ ከም ዘይትደልዮ ኩሉ ብግልጺ ምስ ተዛረበቶ፣ ኣፍቃሪኣ ድማ ሕጂ ደዊለ እንተዘየልዒልክኒ ኣይትረኽብንን ኢሉ ይጽሕፈላ እሞ ንሳ ኣብ ስራሕ ስለ ዝነበረት ስራሓ ወዲኣ ድሕሪ ግዜ ሞባይላ እንተኸፈተታ ድማ ከምኡ ዓይነት ጽሑፍ ስለ ዝረኸበት ደንጊጻ እንተደወለትሉ ዘልዕላ ሰብ የለን ደጋጊማ ደዊላ እውን ኣየልዓላን ብድሕሪኡ ናብ ዓምኡ ትድውል እሞ ዓምኡ የልዕላ እንታይ ኮይኑ ኣቤሎ ምስ በለቶ ሆስፒታል ከም ዝኣተወ ይነግራ ኣራኸበኒ ኢላ ትልምኖ እሞ ምስ ኣፍቃሪኣ የራኸባ ብድሕሪኡ ኣፍቃሪኣ ድማ ናባኺ ጥራሕ ውሰድኒ ኢሉ ይዛረባሞ በቃ ኩሉ ነገር ገዲፋ ይቕረ ኢላትሉ ክትወስዶ ከም ዝኾነት ቃል ኣትያትሉ ታክሲ ኣልሻ ታክሲ ትረክብ እዚ ዝረኸበቶ ታክሲ ድማ ጽባሕ ንግሆ ኢሉ ከምዛ ሎሚ ምሸት ምስኡ ተረዳዲኣ ከም ጽባሕ ንግሆ ድማ ኣምጺኡ ሆስፒታል ንክትወስዶ ምስኡ ተስማዕሚዓ ትሓድር እሞ ብንግሆኣ ድማ ኣፍቃሪኣ ከም ዝሞተ ትርዳእ ማለት እዩ ዛንትኣ ብሕጽር ዝበለ ነዚኣ እያ ትመስል። ሕጂ ድማ ናብዛ ብድሕሪኣ ጽሒፋታ ዘላ ዛንታ ከብለኩም እየ። ከምዚ እያ ትብል፣ ኣቢየ እዛ ሕጂ ዘንበብክያ እናነባዕኹ እየ ጽሒፈያ። ግን እቲ ጽሑፍ መሊኤ ምስ ጸሓፍክዎ ኣብይ ንምኻድ ፍርቁ እየ ሰዲደዮ እምበር እታ ዝጸሓፍክዋ ኣብዚ ክምለኣልኪ። በጃኸን ኣሕዋተይ ሰብኣይና ጠሊሙና፣ ኣፍቃሪየይ ጠሊሙኒ ኢልና ኣብ ውላድና ቀልጢፍና ስጉምቲ ኣይንውሰድ። በጃኽን ካባይ ተምሃራ ኣነ ዕስራን ሽዱሽተን ዓመት ጌረ ውላደይ ከሲረ ኣፍቃርየይ ስኢነ በይነይ ይነብር ኣለኹ ፈጣሪ ኣሚነ ብዝኾነ ናብቲ ዝኸፍአ ለለ ዝገደደ ከብለኪ ናብቲ ሸይጣን ኣቦይ ንሱ ምስ ክሓደኒ ናብ ሓዉ ተጋዳላይን ሰራሕተኛ መንግስትን ኣለዎ ኣጆኺ ኣነ ኣለኹ ይብለኒ ከምቲ ዝበልኩኺ ዕፅዋን ክባን ኣብ ትግራይ ስልኪ ስለ ዘይሰርሕ ንሱ ኣብ ኣዲስ ኣበባ ስለ ዝነበረ ናብኡ ይሰዶ። ካብ ኣቦየይ ሓወቦየይ ተሐሸ ኢለ ኣጆኺ እናበለ ናይ ሰለስተ ዓመት ሙሉእ ከምቲ ዝበልኩኺ ካብቲ ኣፍቃሪየይ ዝመለስክዎ ጠቕሊለ ናብኡ ይልእኾሞ። ሕጂ ምስ ኣቦይ ግን ጠቓሚት መሬት ኣላትኒ ንቤተሰበይ ደዊለ ክኣቱ እየ ስደት ሰልችዩኒ ደኺመ ኢለዮም። ኣቦይ ድማ ደዊሉ ንስኽን ተኣቲኺ ወይ ኣነ ወይ ንስኺ እናበለ የፈራርሐኒ። መወዳእትኡ ንሓዉ ደዊሉ ናባኻ ድያ ትሕውል ኔራ ኢልዎ። እወ ገዝ ዓዳ ክትኣቱ እያ። ዓዳ ኣትያ ትብላዕ ኢልዎ። ሕጂ ክኸይድ ምዃነይ ምስ ፈለጠ ናይቲ ሓዉ ኣካውንት ኣዕጽይዎ። ኣቱም ሰባት ወላዲ ከምዚ ዶ ርኢኹም ሰሚዕኩም ትፈልጡ? ሕጂ ዝገብሮ ጠፊኡኒ። ሕሉፍ ሓሊፍዎ ንስኺ እንተኣቲኺ ሓዳር ጌርኪ ክትነብሪ ማለት ሕልሚ እዩ ይብለኒ ኣሎ እንታይ እየ ክገብር ሕጅስ ጉልበተይ ዓቅለይ ወዲኤ ንብለኪ ኣቢየ ወይ ኣቦይ ድዩ ዘይኮነ ወይ ዝብሎ ጨኒቁኒ ደቅነይ ኢለ እንታይ ኣለኪ ትመፅእ እናበሉ ዝሰዱለይ ድምፂ ፀርፍን ዘለፋን እንታይ ክብለኪ ሕጂ እንታይ ክገብር ኣነ ድየ በደለኛ ከይብል ዓቃል ምስ ሰብ ተጫዋቲት ሰሓቂት እየ ምንም ዝበደልክዎም ኣይብለይን በቃ ኣብየ ስደት ደኺመ በይነይ ኮይነ ሰብ ደልየ ዓደይ ኣትየ ናብ ቤተ ክርስትያነይ ክፅጋዕ ደልየ ግን ክቀትልኒ እዮም እንታይ ኮን በዲለዮም ኣይካብ ወዲ እኖ ኣይካብ ኣቦ ጨኒቁኒ ሂወተይ እኮ ፅሊኣትኒ ኣቱም ሰባት ካብዚ ይምሓርኩም ካብ ጨካን ወላዲ ሕጂ ከይደኸ እንታይ እየ ክገብር ናብ መን እየኸ ዝኣቱ ገንዘበይ ኣካውንት ተዕፅዩ ኮለል የቡለ ኣሎ ገዛይ ወሲዱ ከመይ እየ ክብል ኣብዚ ሐልክ እምበር ሓው ዝኾነኒ ኣቦ ዝኾነኒ ሰብ ይደሊ ግን ካባይ ዋንኡ ድማ ገንዘበይ ከ እዚ ይመስል ታሪኸይ በጃኸን ኣሕዋተይ ብቑሩብ ነገር ንኣምላኽ ኣይተማርራ እዚ ኩሉ ተሸኪመ ኣብ ስደት ኣለኹ ኣብ ንእስነተይ ይሕዋተይ ምናልባት ዛንታይ ዝነግረክን ዘለኹ ንዓይ መጽናዕንዒ ንዓኽን መምሃሪ እንተኾነ ኢለ እየ ሕጂ ሕጂ ስቅ ኢለ ኣምላኸይ ኣሚነ ዶ ክኸይድ ከይደ ከሲሰኸ ክረትዖ ዶ ይኸውን ወላዲየይ እንተኸሲሰኸ ሰብ ይምክሐለይ ዶ እስከ ተገዲስኩም ምኽርኹም ለግሱለይ ኣሕዋተይ ብዝተረፈ ኣቢየይ ብጣዕሚ እየ ዘመስግን ብጣዕሚ እየ ድማ ዘድንቀኪ ዕድመን ጥዕናን ይምነየልኪ እንተ ኣነ ግን ሂወተይ ሕቶ ምልክት እዩ ዘሎ ሰላምን ቅሳነትን ንኹልኹም ኣሕዋተይ ሕጂ እውን ክከታተል እየ ዝብል እዩ ዛንታኣ። ከምቲ ኣቐዲመ ክገልጸልኩም ዝጸናሕኩ ኣነሲ ኣብ ስደት ዘሎ ጥራሕ ኣይኮነን ዝከታተለኒ ኣብ ዓዲ ዘሎ ሰብ እውን ይከታተለኒ እዩ ምክንያቱ ኣበይ ኣበይ ሃገር ኮይኑ ከም ዝከታተለኒ ስለ ዝርኢ ማለት እዩ ክብለኩም ዝደሊ ብፍላይ ኣብ ዓዲ ዘለኹም ሰብ ሞያ ሕጊ ዝኾንኩም ወይ ኣብ ስደት ዘለኹም ሰብ ሞያ ሕጊ ኮንኩምሲ ብዝተፈላለየ ኣጋጣሚ ክትድግፍዋ ትኽእሉ ማለት ካብ ፈጣሪ እውን ፅድቂ ክትረኽቡ ኢኹም። እስኪ ገንዘባ፣ ኣካውንት፣ እዚ ተዓፅዩ ዘሎ ኣካውንት፣ እዚ ክሒድዋ ዘሎ ገዝኣ፣ እዚ ክሒድዋ ዘሎ ገንዘባ፣ ናይ ክልተ ግዜ ናይ ዓመታት ረሃፃ፣ ናይ ዓመታት ድኻማ፣ ንእስነታ፣ ዕድሚኣ ዝመኸኸሉ ድኻማ እዩ እሞ ፈጣሪ እውን ዓስቡ ክትረኽቡሉ ኢኹም። ዝተፈላለየ ኣጋጣሚ ወይ ሓፍትኹም ወይ ሓውኩም ወይ ከዓ ኣብ ገዛኹም ዝተኻረየ ክኸውን ይኽእል፣ ኣብ ገዝኡ ዝተኻረኹም ክኸውን ይኽእል። ብዝተፈላለየ ኣጋጣሚ እዛ ሓፍትና ክትድግፍዋ ትኽእሉ፣ ክትሕግዝዋ ትኽእሉ። ዓዲ ከይዳሲ ብከምዚ ብከምዚ ከሲሳ ንብረታ ክተምልስ ትኽእል ኢያ፣ ገንዘባ ክተምልስ ትኽእል፣ ኣካውንት ሓወቦኣ ተመሊሱ ገንዘባ ክትርከብ ትኽእል ኢያ ትብሉ። በዚ ኣጋጣሚ ኣብ ኮሜንት ክትጽሕፉለይ እሞ ንዛ ሓፍትና ኣነ ሊንክ ኣቐሚጠላ ነይረ። ብጣዕሚ ብዙሕ ሰብ ሓፍቲ ክኾና መሓዛ ክኾና ኣራኽብኒ ዝብል ብዙሕ ሰብ ስለ ዝጸሓፈለይ ሊንክ ኣቐሚጠላ ነይረ። ብዚኣ ርኸብኒ እሞ ኣነ እውን ሓፍቲ ክኾነኪ ኢየ። ካልኦት እውን ኣሕዋት ዝኾናኺ ስለ ዘለዋ ኢለ እያ ነይረ። ወይ ዋይፍኣይ ዘይብላ ክትከውን ትኽእል፣ ወይ ከዓ ዘይኣተወት ወይ ብዝተፈላለየ ኣጋጣሚ እዛ ናተይ ሊንክ ዘይረኣየታ ክትከውን ትኽእል እያ እሞ ደጊማ እዛ ቪድዮ ሪኣ ክትምልሰለይ ተስፋ ይገብር። ከም ኣነ ግን ከማኽረኪ ዝደሊ እዚ ሓወቦኺ ኣካውንት ከም ዝተዓፀወ ክዛረበኪ ከሎ ሬከርዱ ጽሑፉ ሓዚ ምስክር ዝኾነኪ ደረሰኝ እውን ሓዚ ገንዘብ ናይ ዝለኣኽሉ ደረሰኝ ኣቦኺ ከፈራርሐኪ ከሎ ገንዘብኪ ከም ዝኸሓደኪ እውን ተደዋዊልኩም ክትዛረብዮ ከለኹ ወይ ንሱ ክዛረበኪ ከሎ ምስክር ሓዚ ሬከርድ ሓዚ እዞም ኣሕዋትኪ ሬከርድ ይስሕዱለይ ይጸርፉን ይዝልፉን ዝበልክዮ ንሱ እውን ሓዚ ኩሉ እዚ ምስክር እንድሕር ደኣ ሒዝኪ ንማንም ቤተሰብ ከይተዛረብኪ ንዓዲ ከይድኪ ኣብ ዝኾነ ሆቴል ተኻሪኺ ምስ ሰብ ሞያ ሕጊ ተራኺብኪ ብቲ ዘለኪ ምስክር ጌርኪ ከሲስኪ ጽዒርኪ ክተምልሲ ትኽእሊ ኢኺ ተስፋ ኣይትቑረጺ እየ ዝብለኪ። ብድሕሪኡ ከዓ ኣቦኺ ከምዚ ገይሩ እናፈራርሐክሲ ማለት ኣነ እዚ ኣቦኣ ሓቂ ንምዝራብሲ ሙሉእ ጥዕና ኣይብሉን ኢለየ ገምጊመዮ ማለትሲ ሓደ ወላዲ ኮይኑ ንኣካሉ ንስግኡ ንምስሉሲ ከምዚ ዓይነት ጭካነ ኣብ ልዕሊ ውላዱ ከብጽሕ ይኽእል እዩ ኢለ ኣነ ክሓስቦ ኣይክእልን። ኩሉ ሆስፒታል ዘይኸይድ ወይ ማንጨሎት ዘይኸይድሲ በዓል ምሉእ ጥዕና እዩ ኢልካ ከትግምግሞ ኣይትኽእልን። ስለዝስ ዝኾነ ነገር ኣብ ውሽጡ ይህልዎ፣ ጥዕና ዘለዎ ሰብኣይ ጥዕና ዘለዎ ኣቦ ኣይኮነን ኢለ እየ ኣነ ገሚተዮ ንዘቦኣ። ስለዚ እታ ሂወትኪ ባዕልኺ ኢኺ ትፈልጥያ ሓደ ኣብ ሕጊ ውን ክተመልክቲ ኣለኪ ክቀትለኪ እየ ዝብለኪ እንድሕር ደኣ ኮይኑ ዓዲ ተኣቲኺ ኣብ ሕጊ ክተመልክቲ ኣለኪ ካልኣይ ድማ ሰብ ዝበለ ይበል ንስኺ እታ ውሽጥኺ እታ በደልኪ ንስኺ ስለ ትፈልጥያ ብሂወት ክትነብርሉ ትኽእሊ ክጠቅመኪ ዝኽእል ንብረትኪ ክተምልስሉ ትኽእሊ ንሱን ንሱን ጥራሕ ኢኺ ትርኢ ዘለኪ እምበር ምንም ዓይነት ጥቅሚ ንዘይብሉ ሰብ እንታይ ክብለኒ ንዝብል ነገር ክትዝክርዮን ክትሓስብዮን ክትግደስሉን ኣይብልክን እየ ዝብለኪ ንሎማዓልቲ ዝነበረትና ፃንሒት እዚኣ እያ ትመስል ኣብ ቀፃሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ።